ብዝኾነ እቲ ዛንታ እዚ ክቕፅለልኩም እየ ግን ሃምለይ ትሰላቸው እርግጠኛ እየ ማለት እዩ እዛ ቪድዮ እዚኣ ትርትለኹም መጀመርያ ላይክ ናገርኩም ጀምሮ ማለት እዩ በቲ በለ በቲ ማለት እዩ እዛ ስብይቲ ኣፍሪደላ ምስ ተፈረደ ማለት እዩ ምንም ቅርሺ የብለይ ገለ ኢላ ኣርባዕተ ሽሕ ብቻ እየ ተቐቢለያ ማለት እዩ ኣርባዕተ ሽሕ ናይ መጀመርያ ለሽሕ ላበትኒ ነይራ ፀርጋ ሓሙሽተ ሽሕ ኮይነን ማለት እዩ ሓሙሽተ ሽሕ ቅርሺ ሒዘ እዛ ሽሕ ቅርሺ ልዞም ዒዋሉ ገለ ነበሮ ሓቀይ ምግቢ ናቀለዉ ንነበሮ መጀመርያ ልኣቶም ሽሕ ቅርሺ ልሻሂ ልጫትኩም ይኮነኩም ገለ ኢለ ሂወዮም እዘን ሰለስተ ሽሕ ሒዘ እዘን ሰለስተ ሽሕ ሒዘ ትሽሕ መጀመርያ ልታክሲ ገለ ኣጠፋፍኤ እየ እተን ሰለስተ ሽሕ ሒዘ ልዳ ቤተሰብ ከይደ ዳ ቤተሰብ ተፋሊጠ ምናምን ሓተቦታተ እየን ረኺበ ደስ ኢሉኒ ምስኣን ኣጆኺ እቲ ዝኹላ ኢለ ከርተት ዝበልኩዮ ዝኹላ ኢለ ተበደልክዮ በዓልና ለ ባሕሬን ዝበሃል ዓዲ ንወስደኪ ኢና ገለ ኢለናኒ እሺ ኢለ ብዘን ሰለስተ ሽሕ ልነበራኒ ሜዲካል ገለ መለታት ገይረ ያው ኻይደ ማለት እዩ ባሕሬን ወሲደናኒ ኣብ ወርሒ ውሽጢ እየን ወዲኤና ለ ወርሒ ኣብ ወርሒ ውሽጢ ወዲኤና ለ ባሕሬን ዝበሃል ኸይደ እዚ ባሕሬን ምንም እየ ተስማዕምዐኒ ክስማዕምዐኒ ይኸኣለ ማለት እዩ

ብዛዕባ እቲ ናቕርሺ ጥቕሚ ኣይፈልጠኝ እየ ኳነ ናቕርሺ ጥቕምስ ምንም ኣይፈልጠኝ ማለት እዩ ሰው ኢሉ በቃ ሳሰይቲ ትህበኒ ድያ ኣይትህበኒ ብዙሕ ኣየስታውሰ እዩ ብክልተ ሽሒ ሓሙሽተ ኣካባቢ ክልተ ሽሒ ሽዱሽተ ኣካባቢ ነና ክልተ ሽሒ ሸውዓተ ምናምን ኣካባቢ ስለ ዝነበረ ምንም ኣየስታውሰ እዩ ማለት እዩ ካብኡ ሓደ ዓመት ዝኾን ፀኒሐ ዘን ዘለዋኒ ቅርሺ ሒዘ መፅኤ ኣመፃፃ ኢለ ላውዚ ማለት እዩ ላብ ትግራይ ኣመፃፃ ኢለ በቃ ምንም ክሰርሕ ኣይከኣልኩ ማለት እቲ ፋይረጅ ሰዓት ምናምን ለስለለሎ ምንም ክሰርሕ ኣይከኣልኩ ሓደ ዓመት ፀኒሐ ተን ለለዋ ንቕርሺ ተን ልሃት ንታሰይቲ ሒዘ መፅኤ ምስ መፃኹ ወዲያው ማለት እዩ ኣብቲ ሃገረ ሰላም ዳመስተ ከፊተ ሆቴል ማለት እዩ ሆቴል ከፊተ ሆቴል ምስ ከፈትኩ መጀመርያ ምስ ሓንቲ መሓዛይ ሼር ኮይና ከፊትና ነርና ኣብ ኣርባዕተ ወርሕና ሼር ሕማቕ እዩ ሼር ኣጋጭኻ ምኽፋት እዳ መስተ ገለ ሕማቕ እዩ ምስቲ ሓንቲ መሓዛይ ኣጋጭ ከፊተ ነይረ ኣይትስማዕማዕናይ ናባዕለይ ልቓሕ ፍትሓዊ ልቓሕ ተለቂሐና ምናባዕለይ ከፊተ ኣብዚ ዝልኸፈት ኩሉ ሰዓት ሓደ ቅልውልውልውልል መፅኡ ክምርዐወኪ እባ ታይባ ገለ ናበለ እሺ ኢለ ተመርዔ ምናምን ተመርዔ ብስነ ስርዓት ብቃል ኪዳን ማለት እዩ ምስ ተመርዐኹ እሱ እንድዒ ዝኾነ ግዳጅ ድዩ ገለ ነይሩኒ ግዛዕ ይበል ኣብዚ እንትን ሰላም ኣስከባሪ ገለ እዩ ነይሩ እና ሰለስተ ወርሒ ገለ ተይፀንሐ ቀልጢፉ ከይዱ ንኣየ ኣጉላጉል ገይርኒ ማለት እዩ ካብታ ስርሐይ ሰሪሐ ለኣየ ምሳየ ሓዳር ገይሩ ቀፂሉ ኣጉላጉል በቃ ኣጉላጉል ገይርኒ እሱ ከይዱ ብኣ ገይረ እየ ተመለሰይ ማለት እዩ ስለለይ ተመለሰ ምንም በቃ ፅግም ኢልኒ እንታይ ክገብር ንዓድና ነገር ንኤለ እንድሕ ሓደ ፍቅረኛ ሒዝኺ ወይም ሓዳር ጌርኸ ገለ ማለት እዩ እዚኣ ተመርዕያ ዳኣ ከምቲ እንታይ ትኾን እዚኣ ገለ ናበለ ኣይመፀካ ኢላ ኣብቲ ስራሕ ማለት እዩ ናብ ስራሕ ኣይመፀካ ዋላ ሓደ ማለት እዩ ዕቁብ ነይርኒ ተቋሪፁ ኑቲ መርዓ ገለ ለወጣጥኽዎ ማለት እዩ ዕቁብ ነይርኒ ተቋሪፁስ እና ገዛ ክራይ ተደራሪቡንስ በቃ ክህድ ኢልኒ ማለት እዩ ክህድ ምሰለኒ እንታይ ክገብር ነይኒ ገለ ኢሉ ብጣዕሚ ጨኒቕና እዩ በቃ ኣቑሒተይ ሸይጠ ገለ ተመሊሰ ንመቐለ ይኸይደ ንመቐለ ይኸይደ ኣብኡ ንእሽተይ ስራሕ ስራሕ ኣቢለ ገለ ተመሊሰ መፀ ልልሃም ብሓድሽ ልዙ ልቓሕ ዝነበረኒ ናብ ፍትሓዊ ልቓሕ ለውፃኽዎ መቐለ ሽቅል ሽቅል ኣቢለ እዚ ናብ ፍትሓዊ ልቓሕ ሸፊነዮ ማለት እዩ ምስ ሸፈንክዎ እንድሕ ሸፊን ክኾን ከልቓሕ ሃም ብሓድሽ ተውፅእ ትኽእል ኢኻ ምንም ችግር የብሉ መቐለ ሓደ ወርሒ ነኖ መቐለ ይኹን ከ ኣለማጣ እየ ከይደ ኣለማጣ ከይደ መዓመት ተቐሚጠ ብድሕሪኡ ማለት እዩ ዝቑሒተ ሽውጡጡጡ ጠቢለ ኣለማጣ ምስ ከድኩ ካብኡ ሓድሽ ሰብ ትመፅ ተሎ ናይ ንዓድለ ሓድሽ በቃ ዋላ ሓድስ ኢልክል በዓል ክትመፅ ተለኺ ሃምቦ ሓድሽ እዮም ልቀዋወልኻ ማለት እዩ ካብኡ ሰሪሐ ሓደ ዓመት ዝኾን ልቓሒ ሽፍንፍን ኣቢለ ሃምቦ ሓድሽ ልቓሒ ኣውፅሀ ገለ ሃምቦ ሓድሽ ለለ ስራሕ ከፊተ ማለት እዩ ልቓሕ ከፊተ ልቓሕ ተለቂሐ ከፊተ ስራሕ ስራሕ ምስ ከፈትኩ ኣጋጣሚ ቅድሚ ኮረና እዩ እዚ ቅድሚ ኮረና እዩ ከፊተ እና ስራሕ ክንሃለኹ ያው ሲሳ ሽሕ እንዲ ኣውፅኤ ፍትሓዊ ልቓሕማ ሲሳ ሽሕ ኣውፅኤ ካብኡ ኣቑሒት ገለለ ሽዒቱ ርካሽ ነይሩ ብቐሊሉ ኢኻ ተውፅእ ነይርካ ዳ መስተ ካብኡ ስሳ ሽሕ ምስ ኣውፃኹ ሓደ ዒስራ ሽሕ ዶ ይኾን ሓደ ዒስራ ሽሕ ይኾን ገለ ኣቢለ ነይረ ሓደ ዒስራ ሽሕ ይኾን ማኸፍ ኢለሉ ነይረ ካብኡ ብድሕሪኡ ኮረና መፂ ማለት እዩ ኮረና ምስ መፀ ጠጠው ብሉ ከይትሰርሑ ተሃይና ከይትሰርሕ ማንም ሰብ እዚ ከይትሰርሕ ገለ ተሃይና ማለት እዩ ካብኡ እንታይ ክገብር ኒና ኣነ በቃ ጥልምት ኢልኒ ቆልዓ ለየብለ ቆልዒት ለየብለ ግን እቲ ዕዳ እዩ ኣነ ፈሪሐ ዕዳው ናብ ፍትሓዊ ልቓሕ ዕዳ ስለ ዘለኒ ብጣዕሚ ከቢድ እዩ ብድሕሪኡ እንታይ ገይረ ሰብዓ ካሬ ሰብዓ ካሬ መቐለ ማለት እዩ ሰብዓ ካሬ እስቲ ልዕድለ ኢለ ስቂለ ሰብ ብዙሕ የጀመረዩ ነይሩ ሰብዓ ካሬ ሸቃሎ እዚ ናመንደቐ ገለ መለታት ስለለለዉ ላብኡ ስዋ ሒዘ ምኻድ ጀሚረ ካብ ሃገር ሰላምስ ልሰብዓ ካሬ መቐለ ማለት እዩ ሕሰቡ ሰብዓ ካሬ ከይደ ይሸጥ ኮስ ብጣዕሚ እየ ልሸጥ ብጣዕሚ ማለት እዩ ብጣዕሚ እየ ልሸጥ ካብኡ ንእሽተን ገዛ ተኻረ እየ ሞነሪያ ኣብዚ ሰራዋት ከባቢ ሰብዓ ካሬ ኢለ ይፈልጦ ሰብ የድልዮ ኣብቲ ሰራዋት ከባቢ ስኡ ገጠር ነገር ኒ ኣብቲ ኣርሴማ ግልል በሃል ኣብኡ ተኻረ

ምስ ኣሸክኽዎ ኣብኡ ሓዳር ገይረሉ ከይስረቕ ገለ ኢለ ኣብኡ ሰብ ንሓደሮ ምናምን ካብኡ ሰብዓ ካሬ እናተመላለስኩ ንካለኹ ኣጋጣሚ ሃገር ሰላም ዝኾነ በቃ ዝኾነ ሰብ ይለኽፈኒ ምናምን ካብኡ ሃገር ሰላም ማለት እዩ ኣብኡ ሓደ ዓርኪ ሒዘ ሓደ ቆልዓ ዓርኪ ሒዘ እናተመላለስኩ እሱ እዞ ዓርኪ ሒዘ እኒኹ ኣብኡ ይሓድር ረፍቱ ንሃገረ ሰላም መኖርያ ኣብኡ ይሓድረለይ ገዛ ይሕልየለይ ማለት ለዓይነቱ ማለት እዩ ኣነ ሰብዓ ካሬ ይኸድ ብኣይሱዙ እዩ ተፃዒኑ ልመፀኒ ዒስራ ጀሪካን ሰላሳ ጀሪካን ገለ እየ ለምፅ ነይረ መዓልቲ መዓልቲ ኮመን ዒስራ ሰላሳ ጀሪካን ዒስራ ሰላሳ ጀሪካን እዩ ልራገፍ ነይሩ ማለት እዩ ካብኡ ብድሕሪኡ ናሸቀጥኹ ናሸቀጥኹ ታይኾን ጥንሲ ሒዘለከ ማለት እዩ ጠኒሰ ንዝወደይ ማለት እዩ ጠኒሰ ምስ ጠነስኩ ካብኡለ ክረምቲ ስለልኣተ ብጣዕሚ ረግረግ ኮይኑ ብጣዕሚ ረግረግ ትፈልጡ ዶ እዚ ናይ ሰብዓ ካሬሲ ጭቃ እዩ ውሕጥ ኢኻ ትብል በቃ በተለይ ክረምቲ ለ ቆልዓ ሒዝካ ለ ካብኡ ለ ኣብ ፅርግያ እኒኦ ዝኾነ ልዕል ዝበለ ኮማ ነገር እንዲ ኣነ ዘቕዘቕ ኢለ እየ ዝሸጥ ኣለኹ ኣብ ላዕሊ ካብኡስ እዚ ጀሪካን እማ እዛ መኪና ለ ውሽጢ ስለለይ ተኣትሲ ኣብኡ እዚ ብዒስርኦ ኣራጊፎሞ ምናምን እዮም ዝኸዱ ሓግዙኒ ምናምን ሽየም ኣን ለናኾነኒ ባዕለይ

ስሚንቶ ፋብሪካ ማለት እዩ ኣብኡ ለኒኦ ሸቃሎ ገለ ስዋ ሓሪፍ ዶ ይኸደለይ ልሓቂ ብጣዕሚ እየ ልሸጥ ለኹ ስዋ ካብኡ ሸቃሎ ለለዎ ቦታ ኣብኣ ካብኡ ለ ፅርግያ እዩ ኣብ ፅርግያ መኪና ለቀጥታ ተኣቶ እያ ናብኡ ገለ ኢለ ኣብኡ ከይደልኹም ገዛ ተኻሬልኹም ገዛ ምስ ተኻረኸኡ ታጅምር ጦርነት ሰዓት ጀሚሩ ጦርነት ገና የወለድክኝ እኮ እና ሽዱሽተ ወርሒ ገለ ይኾን ነይሩ እቲ ጥንሰይ ማለት እዩ። ጦርነት ምስ ተጀመረ መጀመርያ መዓልቲ ተስታውስዋ ትኾንኩም ማለት እዩ እና መጀመርያ መዓልቲ ኣየር ልደብደበት ላይ ኣብዛ ሞሶ ሞሶ እያ ኣየር ደብድባ መጀመርያ መዓልቲ ማለት ኣብኡ እየ ኘኹ ከዋን ለፍቲ ስሚንት ፋብሪካ ካብኡ ፈሪሐ በቃ ዋይ ኣውዚስ ክልተ ርእሰይ ድየ ክሞት ገለ ኢለ ዘቑሒት ምናምን እኳስ ምንም ኣይሓበርኩዎ እዩ ድሓር ድሓር እዩ ሰብ ጠርኒፉ ልእኽትለ ቑሒተይ እምበይ ኣይሓዝኩዎ እዩ ኸይደ ማለት እዩ ስኡ ኢሎም እንጫሩ ኢለ ልዕሊ ተሳፊረ ስኡ ኢለ ልዓዲ ኸይደ ፈሪሐ ካብኡ ብድሕሪኡ እቲ ድሕሪ እቲ ኣየር ምድብዳባ እቶም ንኣብዪ ድኣትዮም መቐለ መቐለ ምስ ኣተው በቃ ፈሪሐ ኣነ በድበድ ኢለ ማለት እዩ ካብኡ ትፈልጥዎ ኣለኹም እቲ ጉያ ሰዓት ምናምን ለ ከይድና ተሓቢእና ምናምን እቶም ንኣብይ ንሃለይ እኮ እቶም ንኣብይ ሰራዊት ኣብ ሃገረ ሰላም ዓሪዶም ነይሮም ካብኡ ሽዒቱ እየ ወሊደ ማለት እዩ እቲ ሰብኣይ ላየ ዝወለደለይ ድማ ኣጋጣሚ በረኻ ወፅ ነይሩ ወሊድለይ ወሊደ ምናምን ኮፍ እየ ወልኪ ምክንያቱ እቲ ልቓሕ ሓምለ ኣለዎ ኮይኑ ጠጠው ኢሉ ኣርባዕ ሽሕ ማለት እዩ ካብኡ ወሊደ ምስ ወለድኩ ተኸስቲነ ምናምን ወዲያው ኮፍ የበልክዮ ፍትሒ ሃገር ሰላም ለለ ላበይ ከይደ ሸቃሎ ኣበይ ይህሉ እዩ ገለ ኢለ ለለ ጠይቐ ጠይቐ ሸቃሎ ዝበሃል የለው ላበይ ከይደ ላጭ መናሃርያ ብጣዕሚ እየ ስራሕ እንትን ልገብር ስራሕ ሲ ኣበይ እኒኣ ስራሕ ገለ እየ ልብል ማለት እቲ ከባቢታት እሱሲ መንእሰይ ዝበዝሖ ክኾን እዩ እቲ ድሕስዋ ክሽቀጥ ኢለ ወይ ገለ መንእሰይ ስለወዝሑ ክኾን እኒኦ ምናምን ማለት እዩ ስዋ ግን ኣነ ይኹን ክል ጸንቆ ትሕዙ ኣለኹም ኢኹም ወዶ ካብ ሃገር ሰላም እየ ለምፆ ብጀሪካን ማለት እዩ ብድሕሪኡ ብጣዕሚ ሸጥ ኣብላጪ ኣጋጣሚ ብኣጋጣሚ ኮይኑ እዚ ቪድዮ እዚ ልትርእዩ ደቂ ላጪ ምናምን ትህልዩ ትኾኑ ኢኹም መናሃርያ ማለት ላጪ መናሃርያ ሓድሽ መንደር ላጪ መናሃርያ

ኣይትሕዚ ቅርሺ ኣነ ከዚ ሎማዓንቲ ሽውጥ በዓል ክወስዋ ገለ በቃ ሓደ ሓደ ፍሉይ ሓይሊ ገለ ኣብኡ እዮም መራገፉ እዮም ወዮ ፍጣፍ መናሃርያ ስለነበርኩ ኣብኡ ይሕግዝ ነይረ ፍሉይ ሓይሊ ገለ እቶም ናይና ማለት እዩ ተኣቲ ተለዉ ዓሰርተ ሓሙሽተ ክልተ ሽሕ ዓሰርተ ሓሙሽተ ስነ ዒስራ ሓደ ተኣቲ ተለዉ ኣብኡ ነይረ ኣነ ኣብኡ ነይረ ኣነ ኣብ እንትን ማለት እዩ ኣብ መናሃርያ ላጭየ ነይረ ደስ ይብለካ በቃ ሓድሽ መንፈስ ለኒዮ ፍሉይ ሓይሊ ብጣዕሚ እዮም ዝፍተዩ ነይሩ ሽዕቱ ሃምዚ ናኸዚ የኾነ ሃምዚ ናኸዚ ፍሉይ ሓይሊ ተተባሂሉ ብጣዕሚ እንትን እዩ ከዚ በቃ ውሽጥኻ ዝስምዕካ ገለ ይሕዝንኻ ሽዕቱ ግን ብርቂ እዩ ነይሩ በበይ ሓለፈ ፍሉይ ሓይሊ ገለ ስለነበረ ሃምኡ ይገብር ነይረ ዋላ ንእሽተ ጠራቕመ ቢለ ላፍቱ ዓዲ ሃገር ሰላም ባል ከይደ ሓደ ሓደ ገለ ሃምኡ ውሽጣ ውሽጢ ይሕግዝ ነይረ ምናምን ማለት እዩ

ብምሉእ ስወር በቃ ናፃዕነ ምምፃእ ንመዓልትስ ብደይ ምግናን ማለት እዩ በቃ ሓሙሽተ መኪና ሽዱሽተ መኪና እየን ስዋ ፅዒነን ዝመፃ ነይረን ንመቐለ ማለት እዩ ካብ ሃገረ ሰላም ንመቐለ ሓሙሽተ መኪና ሽዱሽተ መኪና ብደይ ምግናን ማለት እዩ ስዋ ናፃዕነ ኩሉ በቃ ምሻጥ ጀሚሩ ገለ ማለት እዩ ካብ ድሕሪኡ ሓምዚ ናሸጥኩ ናሸጥኩ ምናምን ካብኡ ጠጠው ኢሉ ሓቀይ እንትን ቢራ ምእታይ ጀሚሩስ ስዋ ጠጠው ኢሉ ማለት እዩ። ስዋ ጠጠው ኢሉ ጠጠው ምስ በለ እንታይ ክገብር ነና ኣነ ቅርሺ መላይ እኒኤኒ እዩ ዝተወሰነ ቅርሺ እኒኤኒ እዩ ግን ኣይሓዝኩ ምሳይ ልነበሩ ግን እሞ ናይ ትእመና ማለት እዩ ምሳይ ዋላ ብድሕረይ ልጀመሮ ስዋ ገለ ኩሎም መኪና ገዚኦም ኩሎም ማለት እዩ ንእሽተይ ሓፍተይ ኣላሲ እንታይ ትብል ነይራሲ ይገርመኩም ኣነስ ስኽተት ትኾን ነይራስ ትብለኒ ወዶ ሚኪ ናይ ገዛይ ምገዛእኹ ነይሩ ሃምቲ ስኺ ትፈጥሩ እየ ስራሕ ሃምቲ ስኺ ትሰርሑ እየ ስራሕ ፈጣሪት ለየ ስራሕ እዚኣ ስታይ ትሕሽ ትኾን ገለ ኣይድያስ መምፂት እየ ካብኡ ብጣዕሚ እየ ዝሰርሕ ዕድለይ በቃ ፅቡቅ እዩ ገንበርባ ብጣዕሚ ፅቡቅ ብጣዕሚ እየ ዝሰርሕ ዝኸፈትክዎ ስራሕ ብጣዕሚ እየ ዝሰርሕ ዋላ እቲ እንዳ መስተለ ብጣዕሚ እየ ዝሰርሕ ነይረ ዋላ እቲ እንዳ ስዋ ድሓር እናሸጥኩ መቐለለ ብጣዕሚ እየ ዝሸጥ ነይረ ካብኡ ስዋ ዝሒሉ ዝሒሉ እማ ቢራ ምእታይ ጀሚሩ ሓቀይ ስዋ በቃ ሰልችዎ ሰብ ተሰላችዩ ስዋ ገለ ካብኡ በቃ ውድቕ ውድቕ ኢሉ በቃ ከሲርና ኩለና ለምፃናዮ ስዋ የለ ገለ የለ ራዕ ኢሉ ድሕሪት ኣይገብረልኩም ሃገር ሰላም ይምለስ ኣቑሒተይ ጠቕሊል እየ መፅእ ነይረ መቐለ ገዛ ኸራይ ገለለ ቃስ ኢሉና መቐለ ነገር ትፈልጥዎ ኣለኹም ዋላ ስዋ ንሸቅጥ እምበይ እንድሕር ኮፍ ኢልካ ስራሕ ዝሒልካ ኮይኑ ግዴታ ካብቱ ለለካ ናውፃኻ ኢኻ ትኸፍል ማለት እዩ ከምኡ ስለዝኾነ በቃ ይቕረየኒ ደጊም ቢራ ጀሚሩኒ ገለለ ተመሊሰ ልዓደይ ይኸደልኩም ማለት እዩ ልዓደይ ምስ ኸድኩም

ኣርማ ሓምሳ እኒኦ ኣርማ ሓምሳ ስለለለዉ ተንቤን ካፊ ክዳ መስተገለስ ገዛ ስእን ኣቢለ መጀመርያ ገዛ ጥዑይ ገዛ ስእነ ገዛ ምስ ሰኣንኩ ቃሱ ኢሉ ሓደ ሕማቕ ዝኾነ ገዛ እየ ተኻረ ነይረ ካብኡ ዳ ምስ ተኸፊተኡ ወርሒ እየ ሰሪሐ እሞ ናይቲ እመን ማለት ወርሒ ሰሪሐ ሲ ኣብዛ ወርሕስ እቶም ኣርባ ሓምሳስ እንትን ተጨቃጭቆም ገለ ማለት ዳመስ ጭቕጭቕ ገለ ለለዩ ተጨቃጭቆም ተዋይሶም ገለስ ተደናጊፀ ኣነ እንታይ እዩ ከዚ ጀሚረ ስራሕስ ከዚ ጭቕጭቕ ተዋይሶም ገለማ ኮይኖም እዮም ከዚ ጀሚረ ስራሕስ ከዚ ይርብሹ ኣለዉ ገለ ኢለ ኣንደመ እንታይ ሓስየ ልስዑድ ሓስየ ልስዑድ ክኸድ ኒአን ገለ ኢለ ሓንቲ መሓዛ ኢለ ነይራ ምሳይ በቃ ክኸድ እየ ገለ ናበለት ንሓሰበት ስለዝነበረት ንኸይድ ንኸይድ ተባሂልና ሓምለ መዓልቲ ልሓሰባየስ ዳርጋ ሳልሳይ መዓልቲ ምናምን ኢና ተላዒልና እሞን ኣይትእሞነ ማለት እዩ ካብኡ ኣመፃፃእና ላውዚ ደማይ እታ ቆልዓስ ምንም ልትፈልጦ ተኣምር የብለይ ከዚ ኣነ እየ ከዚ ዋላ ለባዕለለ ምንም ልፈልጦ ተኣምር የብለይ ማለት የመን ኣቲኻሲ ስዑዲ ኣቲኻ እዩ ይመስለኒ ነይሩ ስዑዲ ኣቲኻ ማለት እዩ ይመስለኒ ነይሩ ኣይፈልጥ እዩ ብዛዕባ ስዑዲ ገለ ስዑዲ ትትበሃል እየ ልፈለጥ እምበይ ሃመይ ስዑዲ ብስሩ ከንደይ ቅርሺ ይኽፈል ምናምን ስኤ ይፈልጥ ኢለ ኣለ እኳስ ተማላሊ እያ ማለት እዩ ካብኡ ኣምለይ ምጻኤለይ ህንደይ ዝሮ ዝሮ ህንደይ ፈተና ገጢሙና ኣብቲ የመን ኣብ የመን ትብል ኣብ ራጎ ትብል ሕዱድ ትብል ትፈልጥዎ ኢኹም ብዙ ልመጻኹም ንኢኽን መብዛሕትኽን ብባሕሪ ኢኽን መጻኽን እንዴ መንከራ ሓሊፍኻ እንዴ በተለይ ኣነ ረጓድ እየ ነይረ ተላዒልና ወዲያው ምስ መፀና ገደማ ኣነ ማ ብጣዕሚ ስለ ረጓድ ስለዝኾንኩ ሰውነተይ ማለት እዩ ለዛም ከዚ ቀኒ ሰንበይ ዓዲና ሃለኹ ብጣዕሚ እዩ ምችየና ንዓዲ ዓደ ኢሉ ምችየኒ ለዛም ካብ ስዑዲ ማለት እዩ ካብ ስዑዲ ከፍት ለለኽዎ ዓደ እየ ልፎቲ ዓደ ለእየ ምችየኒ ነቅ ኸስኮ ተባላሸ እኛ ክግዛዕ መሲለ እና

ኣብዙ መፂኻለ ዝኹላይ ዓመታት ሰሪሕኻ ሰሪሕኻ ሰሪሕኻለ ድሕለ ይምሰለልካ ከምዙይ ምክሓድ እኒኦ በቃ ታይሞ እዩ እንዴ ብጣዕሚ ከቢድ እዩ ያው ትፈጣሪ ኣብ ጎንኻ ኮይኑ ተሐጊዝካ እዩ በቃ እምነትካሲ እምነትኻስ ኣብ ሰብ ተይኮነስ ኣብ ፈጣሪ ክትገብር ኒኤካ ኣብ ፈጣሪ ተጌርካ እምነትካ ማለት እዩ ወዲቅካ ኣይትወድቂ ወዲቅካ ኣይትወድቂ ፈጣሪ ሒዝካ የትም ትበፅሕ ኢኻ ማለት እዩ እና ምስ ፈጣሪ ፈጣሪ ሓጊዝኒ መድሃኒኣለም ሓጊዝኒ እኒኢኹ እስካዕ ኸዚ ተመስገን እቲ ኣብ ስዑዲ ኣትየ ለጋጠመኒ ነገራት ለ ያው ኣካፊለኩም እየ እስካዕ ማዕረ ዜዱ ጓል ትግራይ ምናምን ለወፅ ትሪት ልገበራኒ ምናምን እዮ እንደይ ነገር ማለት እዩ እስካዕ ክሕደት በፂሐ ነይረ ኣብዚ ለ ትም ክሓድ እስካ ቀደም ትሒዘ ኢል ክሓድ ነይረ እና ከዚ ለ እኒኢኹ ተመስገን ማለት እዩ ያው ሰለስተ ዓመት ገይረ እኒኢኹ እዚ ግን ሰለስተ ዓመት ልገበርኩ ኣይመስሊ ከምዞ ሓሙሽተ ዓመት ሽዱሽተ ዓመት ወይ ሸውዓተ ዓመት እንደ ዓመት ዝክኪር ከይገለተ ተይላና ከዚ ሰለስተ ዓመት ገይረ ምናምንስ ኣይብል እኮ ሓሙሽተ ዓመት ገይረ ወይ ሽዱሽተ ዓመት ገይረ ገለ እየ ልብል እምበይ ካብኡ ኣብዚ ሲ ወዲያው መፂኻ ወዲያው ሚድያ ይኹንኪ ኣነ ከዚ እቲ ሚድያ እዚ ዩቲብ ይኹን ፌስቡክ ይኹን ቲክቶክ ይኹን ማለት እዚ ሚድያ እዚ ኣብዛ ዓመት እዚኣ እየ ፈሊጠ እኒኹም በይ ቅድሚኡ ስኡ ኢለ ፊልም ይናረኹ ገለ የርከ ኩሉ ኢለ ብዙሕ ስራሕ ስለ ዝነበረኒ ግን ኣብዛ ገዛ እዚኣ ኣትየ ኣብ ፅቡቕ ኩነተ ኣብ ፅቡቕ ስራሕ ስለ ዝኣትኹ እግረ መንገዲ ታገድሽኒ ናብ መዳም ዋይፋይ እስካዕለሎ ድረስ ለው ጥቕሚ ለይቕይሮ ምናምን ኢለ ያው ላብ ጥቕመይ ይሰርሐ ኣለኹ ማለት እዩ ዩቲብ ይሰርሐ ኣለኹ ፌስቡክ ይሰርሐ ኣለኹ ግን ቱ ልፈልጠካ እንታይ ይብለካ እቲ ልፈልጠካ ልነበረኡ እንታይ ይብለካ ሃምዚ ዳኣ ኮንቲ ሃምዚ ኢና ሰራሕት ነራ ስትመሊሳ ሃምዚ እንታይ ልትፈልጦ ተኣምር ነይኪ ገለ ይብለካ ስቑ ኢሉ ኩሉ ልፈልጦ ተኣምር የብሉ ካብ ሰብ እዩ ፈሊጡ ኩሉ ኣድጊ ሓሪዲ የኾነይ ፈሊጥዎ ግዴታ ካብ ሰብ እዩ ልምሃር ኩሉ ዋላ እታ ኤዲት ምግባር ዋላ እታ ቪድዮ ምፅዓን ኣሎ ባዕላ እንድሕለ ይፈልጦ ነይረ ኣነ ከዚ ከሓንቲ ሓዛይ ወይ ከሓንቲ ሃማይ ልበለ ጠይቐ ክፈልጥ እኒአኒ ግዴታ ምፍላጥ ላይ ሓጢኣት ይኾነ ብቻ ብልኾነ ፈጣሪ ኣብዚ ኣውፅሕኒ ኣሎ ተመስገን ካብዚ ልልየለ ኣምላክ ይመስገን ማለት ካብዚ ልልየለ ፈጣሪ ይፈልጥ ማለት እዩ ፈጣሪ ሒዝካ ብቻ ብቻ ኣውዚሕልኹም ከይኾን የቐንየለይ ለዛም ማለት እዩ ለዛም ታሪክ እዚ ለዛም ካብ ኣዲስ ኣበባ ለሎ ላውዚ ብዙሕ ገልታዕቲ ኣብ ማእኸል ለሎ ማለት እዩ ስኢለ በቃ ልክ ሓፅረ ሕፅረ ሕፅረ ቢለ እየ ነጊረኩም በይ ናተይ ማለት እዩ መፅሓፍ ሙሉእ እዩ በቃ ታሪክ መፅሓፍ ሙሉእ ህይወተይ ሙሉእ ገልታዕታዕ እዩ ናተይ ማለት እዩ ፈልጠኒ ይፈልጠኒ ኣብዚ ክሕሽለኹ ይኹንኪ ምክንያቱ ናጋ ንጎ ተመሊሱ ቤተሰበይ ልርኤ እቲ ቪድዮ እዚ ናጋ ንጎ ተመሊሱ በቃተን ምሳይ የለዓበያ ምናምን ስለ ዝፈልጦ ናተ ህይወት ብምሉእ ገልታዕታዕ ስለ ዝኾነ እዩ ስካዕታ ለለኽዋ ከዚ ኣዋጊዐኩም ማለት እዩ እና የቐኒየለይ ጋይስ ዋይ ኣብ ካልእ ቪድዮ ብሓድሽ መንፈስ ብጥዒ ዝበለ ቪድዮ ብመዝናነይ ዝመሰለ ቪድዮ እስካዕ ልመፀኩም የቐንየለይ እዞም ኣሕዋተይ